ሰላምታና ኣብ ዘለኹም ይብጻሕኩም ክቡራት ተኸታተልቲ ቻናልና ሎም እውን ከምቲ ልሙድ እዋናውን ሓፀርትን ዜናታት ሒዝናልኩም መፂና ኣለና ባርስተ ዜናና እንትንፍልም ደስ ዝብል መልእኽቲ ጀነራል ጻድቃን እንታይ እዩ ብዝርዝር ክነስምዐኩም ኢና። እንግሊዝ ውዕሊ ፕሪቶርያ ብጣዕሚ ውሳኒ እዩ ኢላ። ዘኹርዕ መልእኽቲ ኣይተ ሃፍቱ ኪሮስ። እዚ እውን ብትንታነ ክንሪኦ ኢና። ምሳና እንተፀኒሕኹም ዝርዝር እቶም ሓበሬታታት ክነስምዐኩም ኢና። ቅድሚ ናብ ዝርዝሮም ምሕላፍና ከምዚ ዝበሉ እዋናውን ፅፉፋትን ሓበሬታታት ንክበፅሐኩም ንቻናልና ሳብስክራይብ ግበር ኣይትረስዑ። ትሕዝቶና ናብ ካልኦት ተመልከትቲ ንክባፃሕ ድማ ላይክን ሸርን ክትገብሩ ንላቦ። በቲ ፈላማይ ፅቡቕ ዜና እንትንጅምር፣ ኣብ ትግራይ ኲናት ንምትራፍ ኢና ንሰርሕ ዘለና ክብሉ ጀነራል ፃድቃን ገሊፆም። ጀነራል ፃድቃን ቅድሚ ሰሙን ኣብ ሓደ መድረኽ እቲ ኲናት እንተተጀሚሩ ብንእሽተይ ኪሳራን ኣብ ዝሓፀረ ግዜን ክውዳእ ኢና ንደሊ ምባሎም ብተንቀሳቓሲ ምስሊ ኣብ ማሕበራዊ ሚዲያ ክውዛሕ ቀንዩ እዩ።

ኣንቲ
ኹናት ኣብ ትግራይ ክንትርፍ ምፅዓር እዩ እንተመፂኡ ምንም ኣይንገብርን ኣንቶ ይግለፅ ነይሩ ለውጢ ደሊኻስ ኹናት ኣይንገብርን ኣልካ እንታይ እዩ ዝኾን ዝባሃል ትቀዳማይ ምርጫና ብሰላም ለውጢ ክመፅእ ምድላይ እዩ ኹናት ኣብ ትግራይ ምውጋድ እዩ ብፍላይ ድማ ናይ ወክልና ኹናት ክተርፍ ምግባር እዩ። ዘረባ ጀነራል ፃድቃን ኣብ ዝሓለፈ ንብዙሓት ዘደንገፀ መልእኽቲ ንምክልኻል ድዩ ዋላ ካብ ልቦም እኳ እንተዘይተፈልጠ መንግስቲ ፌደራል ኣብ ወሰናት ትግራይ ገዚፍ ሓይሊ ኣብ ዘውፈረሉ እዋን እቲ ጎንፂ ብሰላም ንኽፍታሕ ፃዕሪ ይገብሩ ኣለው እንተሃልዮም ፅቡቕ ጅማሮ እዩ። ይኹን እምበር መንግስቲ ፌደራል ሕዚ እውን እንተኾነ ብባዕሉ ብዝዝውሮም ትካላት ኣቢሉ መሬት ትግራይ ብሓይሊ ቆሪሱ ወሲዱ ኣሎ። ነዚ ተግባር ዝምልከት ክሳብ ሕዚ ካብ ጀነራል ፃድቃን ነቲ ብመረፃ ቦርድ ዝወፀ ተኽቶዃይ ኣዋጅ መልሲ ኣይሃብሉን። ምስ ኩሉ ፖለቲካዊ ኣፈላላዩ ትግራዋይ ምእንቲ ህዝቡን መሬቱን ኣብ ሓደ ክረብብ ኣብ ዝግብኦ ሰዓት ምዃኑ፣ ተንተንቲ ይዛረቡ ኣለዉ። እንግሊዝ ውዕሊ ፕሪቶርያ ብጣዕሚ ጠቓምን መሰረታውን ውዕሊ'ዩ ኢላ። ምክትል ኣምባሳደር እንግሊዝ ኣብ ኢትዮጵያ ዝኾኑ ሉክ ብሎክ ምስ ኣዲስ ስታንዳርድ ኣብ ዝነበሮም ፃንሒት ውዕሊ ፕሪቶርያ ጠቓምን መሰረታውን ውዕሊ'ዩ ክብሉ ኣገንዚቦም። እቶም ምክትል ኣምባሳደር፣ ኣብዚ ሕዚ እዋን ኣብ ኢትዮጵያ ተፈጢሩ ዘሎ ፖለቲካውን ወታደራውን ወጥሪ ሓሳብ ንክህቡ ብኣዲስ ስታንዳርድ ንዝቐረበሎም ሕቶ እንትምልሱ፣ ሓቂ እዩ ኣብ ኣዝዩ ዘተሓሳስብ ሰዓት ኢና ዘለና፣ ኣብ ዝሓለፈ ሰሙን ወፃኢ ጉዳይ ሚኒስቴር ኢትዮጵያ ጌዲዮን ንመዘንኡ ጉዳያት ወፃኢ ሚኒስትር ዑስማን ሳልሕ ደብዳቤ ክልእኽ ርኢና ኢና፣

ንሕናን መሓዙትናን ግልፂ ክኾን ንደልዮ ነገር እንተሃለወ ናብ ግጭት ምምላስ ኣዕናዊ እዩ ክብሉ ኣጠንቂቖም። ኩሉ ግዜ ምስ ኢትዮጵያውያን ኣብ ዝራኸበሉ ዝብሉኒ ነገር እንተሃለወ እቶም ዘለዉ ግጭታት ብሰላም ንኽፍትሑ ቀዳምነት ንኽወሃቦም እዩ ብምባል ድሌት ኢትዮጵያውያን ሰላም ምዃኑ እቶም ምክትል ኣምባሳደር ግልፂ ገይሮም። And we are clear

እንትንቅፅል ዘኹርዕ መልእኽቲ ኣይተ ሃፍቱ ኪሮስ ንረክብ። ኣማሓዳሪ ነበር ዞባ ደቡብ ትግራይን ስራሕ ፈፃሚ ውድብ ዲሞክራሲያዊ ስምረት ትግራይ፣ ስምረት፣ ዝኾኑ ኣይተ ሃፍቱ ኪሮስ ነቲ ብቤት ምኽሪ ፌዴሬሽን ሓሙሽተ ጣብያታት መረፃ ትግራይ ናብ ፌዴራል ዝጥቕልል ኣዋጅ ብጥብቂ ኮኒኖምዎ። ኣይተ ሃፍቱ ኪሮስ ምስ ሓደ ሚድያ ኣብ ዝነበሮም ሓፂር ፃንሒት እቲ መረፃ ቦርድ ንከተግብሮ ብቤት ምኽሪ ፌዴሬሽን ዝተፅሓፈ ደብዳቤ ካሊእ ተሪፉ እቶም ኣባላት ቤት ምኽሪ እኳ ዘይተሳተፍሉ ብቤት ፅሕፈት እቲ ፌዴሬሽን ጥራሕ ዝወፅእ እዩ ኢሎም። እዚ ድማ ኮነ ተባሂሉ ኣብ መንጎ ህዝብታት ትግራይን ኣምሓራን ፖለቲካዊ ፀገም ክህሉ ዝደልዩ ኣካላት ዝሰርሕዎ እዩ ኢሎም። ሕግን ሕገ መንግስትን እዩ ክኽበር ልግባእ። ብሕገ መንግስቲ ድማ እዘን ናይ ምርጫ ክልላት እዚኣተን ኣብ ትግራይ ተቐመጣ ክልል ናይ ምርጫ ክልላት እየን ማለት እዩ። ተርፎር ንዚ ስዒቡ ሎማዕንቲ ዝወፀ መግለፂ ናይ ሃውስ ኦፍ ፌዴሬሽን ቤት ፅሕፈት እዩ ድማ። ቤት ፅሕፈት ቤት ምኽሪ ፌዴሬሽን ማለት እዩ። ቤት ፅሕፈት ቤት ምኽሪ ፌዴሬሽን እዚኤን ኣከራኸርቲ ስለልኾና ካብ ካብ ኣምሓራ እውን ወፅኤን ካብ ትግራይ ካብቲ ንቡር ክልለን እውን ወፅኤን ንበይነን መረፃ ለካይዳሉ ጥራሕ እንተይኮነስ ናይ ክልል መረፃ ኣየካይዳን ናይ ተወከልቲ ቤት ምኽሪ መረፃ ጥራሕ ውክልና ክገብራ ወሲኑ ኣሎ እዩ ዝብል። እዚ እዩ ካብቲ ናይ ምርጫ ቦርድ ዝረኣኽዎ ማለት እዩ። እተን ጣብያታት መረፃ ብሕገ መንግስቲ መሰረት ኣብ ትግራይ ከምዘለዋ እናተፈለጠ ቤት ምኽሪ ፌደሬሽን ሕገ መንግስቲ ጢሒሱ ነዚ ውሳነ ክህብ ስልጣን የብሉን ኢሎም። ድሕረ ባይተኦም ናይ ሕጊ ትምህርቲ ከምዘለዎም ዝገለፁ ኣይተ ሃፍቱ፣ እተን ከባብታት ሕቶ እንተሃልዩወን እኳ ፈለማ ሕቶኦን ዘቕረባ ናብ ክልል ቤት ምኽሪ እዩ ኢሎም። ግን ኣነ ተማር ናይ ሕገ መንግስት ተማሃራይ ብሰለስተ መንገዲ ምርኣይ ይደሊ እየ ሓደ ናይ ሃውስ ኦፍ ፌደረሽን ወይ ናይ ፌደረሽን ቤት ምክሪ ቤት ጽሕፈት ስልጣን ኣይኮነን ስልጣን ኣይኮነን ቤት ምክሪ ፌደረሽን ንናይ ህዝቢ ሕቶታት ብሕጊ ስርዓቲ ኣተኣናጊዱ ፍታሕ ክረክብ ፋሲሊቴት ናይ ምግባር ናይ ምትሕብባር ብሕጊ ንሱ'ውን ናይ ምትሕብባር እምበር ባዕሉ ከም ቤት ጽሕፈት ናይ ምውሳን ስልጣን የብሉን። ቁጽሪ ሓደ። ብማንዴት ደረጃ እውን ሕገ መንግስታዊ ኣይኮነን። ብማንዴት ደረጃ እውን ሕገ መንግስታዊ ኣይኮነን። ፕሮሲጀር ሓልዩ፣ እቲ ፕሮሲጀር ምምላኡ ኣረጋጊጹ፣ ድሕሪ ፕሮሲጀር ናይ ህዝቢ ውሳነታት እኳ ልውሃብ እንተኾነ ናይ ህዝቢ ውሳነታት ከውህብ እዩ። እዚኣ እያ እታ ማንዴቱ ማለት እዩ። ኣብ መወዳእታ ኣይተ ሃፍቱ ነዚ ዝወጸ ኣዋጅ ብትሪ ክቃለሱ ምዃኖም ግልፂ ገይሮም። እቲ ኣብዚ ሰሙን ብቤት ምኽሪ ፌዴሬሽን መሬት ትግራይ ናይ ምቑራስ ኣዋጅ ብዘይ ፖለቲካዊ ኣፈላላይ ተጋሩ ብሓደ ድምፂ ተቓውምኦም የስምዑ ኣለው። እዚ ከዓ እቶም ተፈጢሮም ዘለው ፖለቲካዊ ኣፈላላያት ተበግሶ እንተሃልዩ ፖለቲካዊ ዘተ ንምግባር ብዙሕ ኣፀጋሚ ኣይኮነን ይብሉ ተንተንቲ። ኩቡራት ተኻታተልቲ ቻናልና ግዚ ኢንፎ ንሎሚ ዝነበሩና እዋናውን ሓጸርትን ሓበሬታታት ነዚኦም ይመስሉ ነይሮም። ምሳና ዝነበረኩም ጻኒት እናመስገንና ብትሕዝቶታትና እንተዓጊብኩም ሳብስክራይብ፣ ላይክን ሸርን ከምኡ ድማ ርኢቶኹም ምግላጽ ኣይትረስዑ። ሰናይ ግዜ ይኹነልኩም።